ምስዚ ዝተሓዝ ዝወፅእ ዜና ከኣ ኣብ ኣዲስ ኣበባ ብዝተፀውዐ ሰልፊ ኣርባዕተ ተሓባበርትን ከምኡ ውን ትስዓን ሸውዓተን ሰባትን ተኣሲሮም በኪያ ዘላ ከም ትሪእዎ ዘለኹም ሓዘን ቀጻሊ እዩ ዘሎ ስለዚ ኣሜሪካ 8000 ክትከፍል ስለ ዘይትኽእል ኢላ ምስ ረኣያቶ ወዲያ ነጋሽ ኣይጥዑይና ሄዳቶ እሞ ከውፅኣ ዶ እ ካልኣይ ጌጋ
ዓሰርተ ሽዱሽተ ቆልዑ እዮም ዘለዎም እንታይ ትብል።
ሰላም ከመይ ትኾኑ ጋይስ ካፊዲ ሎማዓንቲ ከኣ ንዓኹም መገዲ ሲ ዝበልናዮ ዝተፈላለዩ ቪድዮታት ከምኡ ውን ሓበሬታት ሒዝና መጺና ኣለና ስለዚ ሳብ መወዳእታ ምሳይ ጽንሑ ሓደሽ ድሕሪ ኪንኩም ሳብስክራይብ ኣይትረስዑ Let's go በቲ ጠጥዑሙ እስከ ንጀምር ከቢድ ልዕሊ ሓምሳ ዓመት እኳ ደኣ ሓምሳን ሰለስተን ገና ሓምሳን ሰለስተን ሓምሳን ሰለስተን ኣብ ፍቕሪ ዝገበሩ ስድራ ቤት እዮም እታ ሰብኣይሲ ከይ በለትኒ ክትከይድ።
ንኣብነት ስራሕ ክኸይድ ከሎ እወ። ቻው ዛፍ ኣይ ላቭ ዩ ይብለኒ ሞተር ሳይክል ነይራቶ እወ።
ኣነ ድማ ወጺኤ ቻው ቢኒ ኣይ ላቭ ዩ እየ ድብሎ። እወ።
ሕጂ ሓደ መዓልቲ ኣሎ እንድዩ ቁሪ ምኩርራይ ኣሎ እሱ ከኣ መቐረት ናይ ሓዳር እዩ። እወ።
ኣርቲ እንድዩ ሕጂ ከይ በለኒ ከይዱ። እወ። ቁሩብ።
ኣይ ላቭ ዩ ከይ በለኒ ከይዱ። ተኾራሪና ሞተር ሳይክሉ ልዕል ኣቢሉ ከይዱ እወ። ዋእ እዛ ሰብኣይሲ ከይበለትኒ ከይዳ ኢለ ሽዑ ኣይ ላቭ ዩ ከይበለክን እወ እወ።
ኣብ ገዛ ዋላ ኣቑሑት ክሓፅብ ኣይከኣልኩ ዋላ ክሰርሕ ኣይከኣልኩ ከምዚ ገለ ዝጠፍአኒ ነገር እወ። ኮይኑ እ። ንኦ ክድውላ ኣለኒ ኣነ ብስርሑ ብምንታይ ምኽንያት ኢለ ሽዑ ንስራሕ ይድውል ሰብሰብ ኣለዉ ትብለኒ እታ ኦፔሬተር ኣኼባ ኣለዉ።
እወ እሞ ቆልዓ ስለ ድሓመመኒ በጃኻ ኣሕልፍኒ ይብላ

ኢሉ ሽዑ ንፊኒስትራ ወጺኤ ንደገ ኢድብል ቴሌፎን ሒዘ እወ ኣይ ላቭ ዩ ዛፍ ኢሉ ንቐስ ኢሉ ዓው በል ምክንያቱ ገና ኣይተዋሓጠለይን ኣይ ላቭ ዩ ምስ በለኒ ኦኬ ቻው ባዕልኻ ኢለ ሽዑ ትፈልጥ። ኣጽያ ዳሕራይ መዓልቲ ኣይደግማን ኣቶ ቢንያም እስኪ እዚኣ ከመይ ትዝክርዋ ልክዕ

ቅዱስ ቍርባን ተቐቢልና ክልቴና ኣብቲ ግዜ እቲ ከይወለድና ተቐቢልና። በዚ ምኽንያት እዚ እቲ ፍቕርና እናበርትዐ ከይዱ። እወ እወ ግርም። ኣብነታውያን ሰብ ሓዳር እዮም እዚኦም። ካልእ ተመሳሳሊት ናይ ሓዳር እትምልከት ከኣ እስከ ንርኣ። ዓሰርተ ሽዱሽተ ቆልዑ እዮም ዘለዉኒ። እንታይ ትብል?
ሓደ ሰብ ከይትሰምዑ።
ዓሰርተ ሽዱሽተ ቆልዑ

ሓደ ዕምብርቲ ሓደ ካብ ቁሸት ኣለዉ
ሕጂ ብመዝገባ እዩ ዝተሓዝ እዚ ሓደ ከምዚ ሓደ ከምዚ እዮም ካበይ ናበይ እዩ ዝርጋሕ ዝለዓለ ዳርጋ ሕጂ እቲአን ዓትየን ዓበይቲ እየን ዳርጋ ሰላሳን ሸሞንተን ገለመለ ገለገለ ዝገበረ እቲ ዝነኣሰ ክንደይ እዩ ሐጂ እታ ዝነኣሰት ጓል ሸሞንተ ዓመት ተኸይድ ኣላ ናብ ሸሞንተ ዓመት ኣሃ ወዲእና ዲና ክንቅጽል ኢና ጽለ ጽለ ዋ ኣያ
ክቕጸል እዩ ስራሕ ክመሉ ወገታ ዕስራ ዳዝያዶ እምበር ብዕድመን ጥዕናን ጥራይ ሃብካ እዎ ታይላንድ ተራኺቦም ዶ ፈልጡ ኩሎም ካብ ዝገርመካ ስኒ ሕጂ ሓንቲ ቁሸት ዘሎ ወደይ እወ ሕጂ ጻዕዘጋ ከይዶም ኣለዉ እቶም ደቀይ ሰለስቲኦም ንዓዲ ሕጂ ተማሊኦሞ ከይዶም ኣለዉ ነቲ ኣብ ቁሸት ዝተወለደ ቆልዓ ኦኬ
ሕጂ ኮታ ብሓጨው ስኒ ይረኸቡ ጽቡቅ ኮሚኒኬሽን ኣለዎ ኖ ኖ ብሓደ በዓል ድማ ኩሎም ሓሪሰን ትኸደን ሰበይተይ እቶም ቆልዑ እተን ደቀይ ከኣ ይመጻ ገለ በቃ ኩሎም ይክሲን እዮም እቲ ናይ ሕጂ ዘለዉ ሰለስተ ምስቲ ናይ ቁሸት ዝብለካ ዘለኹ ናይ ጻዕዳ በቃ ኩሉ ግዜ እሱ መጽእም ገዛ ንሓድር እወ ሰበይተይ ንግደ ትኸይድ እቶም ደቀይ ከኣ ኣብኡ ይሓድሩ ገለ ጋንታ በቃ እዚኣ እኮ ሓንቲ ጋንታ እያ ምስ ተቐየርታ ሓንቲ ጋንታ ዕድመን ጥዕናን ይሃቦም። ሎሚ ዘይንሰምዖ ነገር የብልናን እንዲ እዛ ቪድዮ ስትንራያ ሰላም ሰላም ውድ የቲክታክ ቤተሰቦች፣ ዛሬ ደግሞ ይዤላችሁ የመጣሁት ትውልደ አሜሪካ የሆነችውን እድል እድል አራት ዓመቷ ነው። እጅግ በጣም በጥንቃቄና በንጽህና ተይዛ ትሰምዖ ኣለኹም ብዛዕባ ሓንቲ ዕድል ዝተባሃለት እዩ ዝዛረብ ዘሎ ኣብ ኣሜሪካ ዛዕበየት ብፅሬታ ብገለመለ ብገለመለ ይብላ ኣሎ እዚኣ ከዓ ታኸልቢ እያ እታ ብጥቕኡ ዘላ ጓል ከይመስለኩም ብዛዕባ ታኸልቢ እዩ ዝዛረብ ዘሎ

ትሰምዕዋ ኣለኹም ዋና ትበኪ እያ ዘላ ኣብ ማእኸል ዘላ ናይዚ ምክንያት ከዓኒ ንኣሜሪካ ንክትምለስ ናይ ህይወት ኢንሹራንስ ክፈሊ ተባሂላ ናይታ ከልቢ 8000 ዶላር ክፈሊ ኢሎማ ኢንሹራንስ ነታ ከልቢ ማለት እዩ ስለዚህ በዚኣ ትበክ ዘላ ከቢሮዋ ማሟላት ስለማትችል ውድ ቲክታክ ፋሚሊዎቼ ለእናንተ ይዘን መተናል እና እድል የምትበለው በኪያ ዘላ ከም ትሪእዎ ዘለኹም ሓዘን ቀጻሊ እዩ ዘሎ ስለዚ ኣሜሪካ ሸሞንተ ሽሕ ክትከፍል ስለ ዘይትኽእል ንሰብ ክትህቦ ወይ ከዓ ብሰላም ከፅንሓላ ዝኽእል ሰብ እያ ትጫረት ዘላ ወይ ከዓ ቪድዮ መፅያ ትዛረብ ዘላ እትበልዖ መግቢ ናይታ ከልቢ ከዓ ትዛረብ ኣላ ስጋ ተጠብሶ ዘይትን ሽንኩርትን ካለ ተጨምሮበት ጥብሲ ማለት እዩ ስጋ ትበሊዓ በይኑ

መሸሽ መሕጎል ናይ መሸሽ ሕክያስ ክንስማዕ ሕጂ ሰበይቲ ትጥሕን ነይራ ኣብ ሃገረሰብ ብታን ትገለ ይፍለጥን እዩ ሓደ ጎበዝ ተረኣየ ሰበይቲ ጎት መርዓት ያኻ ሓደ ጎበዝ ምስ ረኣየ ነዚ ረጊፅካ ተኸድካስ መርገም ኢሉ ሓቲሙ ገዲፍላ ግን ቁሊሕ ኢላ ምስ ረኣያቶ ወዲያ ነጋሽ ኣይጥዑይን ይኸዳቶ እሞ ከውፅኣ ዶ ካልኣይ ገይጋ

ናብ ካልእ ኣገዳሲ ሓበሬታ ምስ ንኸይድ ኣብዚ ሰሙን እዚ ኣብ ኣዲስ ኣበባ ዝተፈላለዩ ግፋታት ወይ እውን መንቀሳቐሲ ዘይብሎም ይሕዙ ኣለዉ ዝብል ዜና ኣብ ዝተፈላለዩ ዜናታት ሰሚዕኩሞ ክትከውን ትኽእሉ ኢኹም ስለዚ ምስ ዝተሓዝ ከዓኒ ገለ ክንብል ኢና ማለት እዩ ከም ዝፍለጥ ኣብዚ ሰሙን እዚ ኣብ ኣዲስ ኣበባ ሰለማዊ ሰልፊ ክካየድ ምዃኑ ተሓቢሩ ነይሩ ሰለማዊ ሰልፊ ከም ዝካየድ ተገሊጹ ነይሩ ምስ ዝተሓዝ ዝውፅእ ዜና ከዓኒ ኣብ ኣዲስ ኣበባ ብዝተፀውዐ ሰልፊ ኣርባዕተ ተሓባበርትን ከምኡውን 97 ሰባትን ተኣሲሮም ዝብል ዜና እውን ኣብዚ ሰሙን ሰሚዕኩሞ ክትኮኑ ትኽእሉ ኢኹም። ስለዚ ነቲ ሰላማዊ ሰልፊ ከካይዱ ዝሓሰቡ ወይ ከዓ ዝተሓባበሩ ኣርባዕተ ሰባት ከምኡ እውን ጥርጡራት ከዓ ትስዓን ሸውዓተን ሰባት ኣብቲ ሰላማዊ ሰልፊ ኢድ ነይርዎም ወይ ክሳተፉ ዝተባሃሉ ትስዓን ሸውዓተን ሰባት ከዓ ከም ዝተኣሰሩ እዩ ተገሊፁ ዘሎ። እቲ ዝነበረ ግፋ ወይ እቲ ዝነበረ ምትሓዝ ናይ ሰባት ከዓ ኣብተን ተጠርጠሩ ተጠርጠራ ቦታታት መንቀሳቐሲ ዘይብሎም ተኣኪቦም ዝፀንሑ ሰባት ይሕዙ ነይሮም ማለት እዩ። ስለዚ እቲ ግፋ ዝነበረ ወይ ከዓ እቲ መንቀሳቐሲ ዘይብሎም ዝሕዙ ዝነበረ እዋናት ከዓ ምስዚ ሰላማዊ ሰልፊ ዝተሓሓዝ ምዃኑ እዩ ክሳብ ዝሕጂ እዋን ተሓቢሩ ዘሎ ማለት እዩ። ስለዚ ብሓፈሻ ክትጥንቀቑ ኣለኩም። መንቀሳቐሲ ዘይብልኩም ዝተኻእለኩም መጠን መንቀሳቐሲ ክትሕዙ ወይ ከዓ ዘይምውፃእ እዩ ዝምረፅ ማለት እዩ። ስለዚ ብሓፈሻ እቲ ግፋ ንኤርትራውያን ጥራይ ከምዘይኮነ በዚ ኣጋጣሚ ክነግረኩም ፈቱ ማለት እዩ። ስለዚ ጋይስ ሎሚ መዓልቲ ዝበልናዮ መደብ ዝመስል ነይሩ። ሓድሽ ሽሕር ኬንኩም ሳብስክራይብ ኣይትረስዑ። ክሳብ ኔክስት መደብ ንራኸብ። ፒስ